ሰላም ኣሕዋት ኣብዛ ናይ ፍረንች ክላስ እምበኣር ብዛዕባ ናይ ቮካብላሪ ቻፕተር ዋን ኢና ንዕዘብ ኣብ ዝሓለፈ እቶም ናይ ቮካብላሪ ቤዝ ዝኾኑ ኣብ ዝሓለፈ ኣርባዕተ ክላሳት ርኢናዮ ነርና ናይ ሎሚ ናይ ቻፕተር ዋን ኢና ንዕዘብ ንከምኡን ኣብታ ናይ ፍረንች ክላስና ንኸይድ ኦኬ ነቶም ምናልባት ብዘይ ኣንቪቴሽኑ ዝመጻኹም ከዓ ኣበየናይ ወገን ከም ደለና ንክንርኢ ኣብ ኪዝለት ኢና ደለና ኣብ ኪዝለት ኣፕሊኬሽን ኣካውንት ክህልወኩም ኣለዎ ኣካውንት ምስ ኣለወኩም ከዓ ባይዘወይ ናብታ ናይ ፕረዘንቴሽን ናይ ኪዝለት ክላስ ናብ ኣበ ምኻድ ተሓፈሻዊ ኣንተርፋስ ናይ ኪዝለት ክትዕዘብዎ ፈትኑ እንታይ ኣበይ ኣሎ ከመይ ጌርና ንጥቀመሉ ንኽእል ኣፕሊኬሽን ማለት እዩ ሎሚ ንሱ ይኮነን ኣምጺእና ቀጥታ ናብ ትምህርትና ክንኣቱ ኢና ኦኬ ቻፕተር ዋን ኢና ዘለና ባይዘወይ ኣብዛ ቻፕተር እዚኣ ዋን ቻፕተር ዋን ምስ ከድና በታ ቀዳመይቲ ፓርቲ ናይ ቻፕተር ዋን ክንጅምር ኢና በታ ሓደ ነጥቢ ሓደ ማለት እዩ ናብኣ ዳይሬክት ክሊክ ንግበር ሓንሳብ ናብኡ ምስ ከድና ኪዝለት ንእግረ መገድና እምበር ኣብቲ ናይ ፕረዘንቴሽን ኩሉ ስፍሕ ዝበለ መግለፂ ተዋሂብዎይ ክንሪኦ ኢና ኦኬ ዳይረክት ናብቲ ቮካብላሪ ንኺድ ሽዑ ተመሊስና ሓንሳብ ንዑ ምስ ረኣናዮ ናብ ከመይ ጌርና ንጥቀመሉ ክንርኢ ኢና እንታይ ኣለና ነዚ ቮካብላሪ ንእግረ መገድና ኣብ ነፍሲ ወከፍ ፍሬንች ብትግርኛ ሓንቲ ቃል ምስ ሓንቲ ቃል ደይክትናፃፀር ስለ ትኽእል ንእግረ መገድና ንምንታይ ዝዓለመ እዩ እቲ ጎኑ ዘሎ ብትግርኛ መሰነይታስ ንምንታይ ዝዓለመ እዩ ክንረአ ኢና ብሓፈሻ ማለት እዩ ሰለቪያ ሰተ ክብለና ኣሎ ሰዓት ሸውዓተ ምትሳእ እዚ ንፁር እዩ መግለፂ ዘድልዮ ኣይኮነን ብኻልእ ኣገባብ እውን ክትርጎ ሕጂ ንኣብነት ሰለቪያ ሰቶኽ ሰዓት ሸውዓተ ምትሳእ ምሻሎ ኣነ ሰዓት ሸውዓተ ይትስእ ክንብል ማኒፕሌሽን ክንገብር ንፈትን ክንቀያይሮ ንፈትን ነቲ ጉዳያት ንእግረ መገድና ከዓ ይትረስዕዎ እቲ ኣብ ፍሬንች ከም ኩሉ ግዜ ይደጋገመኩም ዳኣሎ እምበር ክንፅሕፍ ክንክእል ኣለና ክነንብብ ክንክእል ኣለና ፀሓፍናዮ ሰባት ክርድዎ ኣለዎም ዝተጻሕፈልና ውን ክንርድኦ ኣለና ሞስኮሚ ኢና እቲ ከመይ ጌርና ንጽሕፎ ጽቡቅ ጌርኩም እታ ሰለቪያ ስቶኽ ነፍሲ ወከፍ ቮካብላሪ ማለት እዩ እዛ ናይ ሰሙን እዚኣ ከመይ ጌርና ንጽሕፈን ክተጽንዕዎም ፈትኑ እንደገና ከመይ ጌርና ነድምጸን እውን ክትተጽንዕዎም ፈትኑ ንእግረ መግድኹም ኣብ ዘላትኩም ከመይ ጌራ ብክናውን ሳሴን ትምህረኩም ማለት እዩ ነቲ ኣዳምጻ ዲኩ ሰለቬኣ ትጠጠው ትብላላ ምክንያቱ ይትስእ ሰዓት ክንድዚ ይትስእ ማለት እዩ እቲ ሸውዓተ ሸሞንተ ብቲ ትስእዎ መንፅር ባዕልኹም ክትክዎ ኢኹም እምበር እዛ ኣብዚ ዘላ ናይ እዛ ሲምቦል ናይ ኣድዮ ኣብኣ ክሊክ እንድሕር ጌርኩም ክተድምፀልኩም እያ ኦኬ ሰዓት ሸውዓተ ምትሳእ እንደገና ቀፂልና ካልኣይቲ ቮካብላር እንታይ ምብርባር ሰኸበየ ምትሳእን ምብርባርን በበይኑ እዩ ኣብ ዋላ ፍሬንች በበይኑ እዩ

ፌክላ ግኻስ ማቲነ ከኣኒ ተማሳሳሊ እዩ ምስ ኼስቴ ኦንዶኽሚ እኖም ምስ ሰኸቨየ ኦንኾታኽ ኣቕቲርካ ምትሳእ ማለት እዩ ወይ ድማ ኣርፊድካ ምትሳእ ፌክላ ግኻስ ማቲነ ወላ ሓደ ፕሮግራም ተዘይብልና ክሳብ ሰዓት ሸውዓተ ክሳብ ሰዓት ሸሞንተ ክሳብ ሰዓት ሸዓተ ኤክሰትራ ክሳብ ክሳብ ፋዱስ ዘሎ ሲ ግኻስ ማቲነ ኢልና ንወስዶ እንድሕር ደቂስና ማለት እዩ ቀጺልና ካልእ ኣርእስቲ ለቡስ ለቡስ ማለት መኪና ባስ ወይ ድማ ንሕና ብትግርኛ ንብሎ ለሜትሮ ምናልባት ኣብ ካልእ ሃገራት ንዘለዉ ደኣ እምበር ንሕና እዞም ኣብ ዘለና ሜትሮ ዘን ኖርማል ክንዲ መተካእታ ትሬን ግን ኣብ ውሽጢ ከተማ ዝሰራ ሜትሮ ማለት እዩ ኣብ ካልእ ሃገር ካልእ ትርጉም ክህብ ይኽእል እዩ ግን ሓውሲ ትሬን ንበለን ትሬን ኣብዚ ትራም ኣሎ ባይዘወይ ንእግረ መገድና ክነመዓራርያን ፈቲና ትራም ደይኮነ ትሬን እዩ ይቅሬታ ኦኬ ትሬን ኣለና ኣብዚ ትሬን ብትግርኛ ትሬን ከም ዘለዎ ፅሒፍኒ ኣለና እቲ ሓፈሻዊ ትዕዝብቲ እንታይ እስኪ እቲ ትግርኛ ዘይኮነ ዘገድሰና ደሎ ትግርኛ ንማር ዘይኮነ እቲ ፍረንች ግን ከኣ መሰነይታ ትግርኛ የድልዮ እዩ ብዛዕባ እንታይ ንዛረብ ኣለና ሕጂ እቲ ትሬን ትሬን ኢልና ያልና ኮላ ተረዲእና ኣላ እቲ ሓሳብ ኣሌ ኦምቡስ ዝብል ዘሎ ከዓኒ ብባስ ምኻድ ማለት እዩ ኣሌ ኡቢሮ ናብ ቢሮ ናብ ቤት ጽሕፈት ምኻድ ማለት እዩ ኣሌ ኣላይኒ ይኒ እዚ ምሕጸረታ ቃል'ዩ። እቲ ብዓቢኡ ዩኒቨርሲቲ ማለት እዩ። ናብ ዩኒቨርሲቲ ምኻድ እቲ ቨርቭ ኣሌ ድብል ደሎ ብቕድሚት ንሱ ምኻድ ማለት እዩ። ምኻድ ናብ ቤት ጽሕፈት፣ ምኻድ ናብ ቢሮ፣ ምኻድ ናብ ገዛ ዋላ ኣሌ ኣላ ሜዞን። ኣብዚ ሕጂ እንታይ ንርኢ ኣለና እስኪ ኣሌ ኣላ ሜዞን ኢና ንብል እምበር ኣሌ ኣብዚ ትርእይዎ ኣለኹም ኣፖስትሮፊ እቲና ዩኒ እቲና ኣሉ ኣለና ምክንያቱ ብቫወል ስለ ዝጅምር ተም ሓሙሽተ ቫወል ተዘይኮይኑ ተመሊስኩም ረእዎም

ኣኮ ዝደቡተይ ቡሹን እዚ ማለት ከ እንታይ ማለት እዩ ብሰንኪ ምዕጋት ናይ መኪናስ ጠጠው ኢለ ተሪፈ ወይ ድማ ደንጊ ኣትየ ኤክሰተራ እቲ ሓሳብ ተረዲኡኩም ክኸውን ተስ- ተስፋ ገብር ለቡሾን ወይ ድማ ለምቡተያዥ ማለት ብዝሒ መኪና እንድሕር ደኣ ኣልየን ኣብ ጽርግያ ብኡ መንጽር ከኣ እቲ ግዜና ይብላዕ ማለት ከምቲ ንደልዮ ክንከይድ ኣይንኽእል ኢና ንጥፈትናስ ክንቆጻጸሮ ኣይንኽእልን ኢና ማለት እዩ ቀጺላ ትመጽእ ቮካብላሪ እቲ ክብሎኬ ደንዟን ኖም ብተያያዥ ከኣ ምስታ ቀዳመይቲ ዝረኣናዮ ቮካብላሪ ትመሳሰል እያ። ተዓጊትካ ምትራፍ ብሰንኪ ብሰንኪ ምዕጋት ናይ መኻይን ማለት እዩ ባይዘወይ ተዓጊትካ ጠጠው ምባል እዩ ኣቶንዶኽ ኣቶንዶኽ ምፅባይ ማለት እዩ ኣቶንዶኽ ላሰንሶኽ ኣሰንሶር ዘን ካብ ታሕተዋይ ደረጃ ናብ ላዕለዋይ ደረጃ ወይ ናብ ካልኣይ ሳልሳይ ደረጃ ዘደይባና ኣሰንሶኽ ምፅባይ ሌማታ ብብዝሒ ማለት እዩ ሌማታ መዓልታዊ እዚ ናይ ንጎደሎ ማለት እዩ ወይ ድማ ሳንግለር ድማ ብሓደ ለማታ እዚ እንታይ እዩ እቲ ካብ ሰዓ ሸሞንተ ክሳብ ፋድ ሰሎ ለማታ ንብሎ ቀፂልና እንታይ ኣለና ለሚዲ ብዙሓት ሚዲ ብዙሓት ካብ ፋድስ ክሳብ ሓደ ዘሎ ለሚዲ እቲ ናይ ምሳሕ ሰዓት እዩ ንዑ ኢና ለሚዲ ንብሎ ደልና ወይ ድማ ሓደ ሚዲ ብዛዕባ ሎማዓ እንተኮይኑ እንተኮይኑ ንኣብነት ሰሚዲ ንብል ቀጺልና ላብ ከሚዲ ንኣብነት ለማንታ እንድሕር ካብ ሰዓት ሸሞንተ ክሳብ ፋድስ ኢልናዮ ሚዲ ከዓኒ ካብ ፋድስ ክሳብ ሓደ እንድሕር ኢልናዮ ላብ ከሚዲ ከዓኒ ካብ ሰዓት ሓደ ክሳብ ሰዓት ሓሙሽተ ይኸውን ኣሎ ሌስዋኽ ከዓኒ እቲ ናይ ምሸት ሕጂ ንኣብነት እንታይ ርኢና ንጎ ኦኬ ቀትሪ ደይኮነ ባይዘወይ ለማታ ንጎ ማለት እዩ ቀትሪ ቀትሪ ዋላ እውን ክንብሎ ንኽእል ኢና ሓሳብ ተረዲእኩም ኣሎ ባይዘወይ ለስዋ ክንብሎ ከዓኒ ካብ ሰዓት ሓሙሽተ ክሳብ ሰዓት ትሽዓተ ገለ ከባቢ ደሎ ወይ ድማ ክሳብ ሰዓት ዓሰርተ ሓደ ዓ ዓሰርተ ክልተ ደሎ ላንዊ ከዓ ሙሉእ ብሙሉእ ለይቲ ኦኬ ኸግለ ማለት ከዓ ዝኾነ ነገር ኸግልየ ማለት ከዓ ቀፃሊ ንኣብነት ቀፃሊ ሰዓት ሸሞንተ ትስእ ክብል ኽእል እየ ቀፃሊ ስፖርት ዝሰርሕ ክብል ኽእል እየ ቀፃሊ ፍረንች ዝመሃር ክብል ኽእል እየ ኤክሰተራ ማለት እዩ ኸግልየ ማለት ቀፃሊ ማለት እዩ ጀቴ ኸግልያ ክመዋን ኩዶይስ የኹሶም

ኣብ ነፍሲ ወከፍ ዝተወሰነ ሰዓታት ኣብ ነፍሲ ወከፍ ዝተወሰነ ደቓይቕ ናብ ሞባይልና ክንርእ ንኽእል ኢና ኦኬ ኣብዚኣ ዘላ እምበር እታ እታ ስማርትፎን ትብል ዘላ ኣብዚ ታሕቲ መፅያ ኣላ ባይዘ ወይ ዳሓን ናይቲ ኣብ ትልዓል ዘላ መተካእትያ ፀገም የብሉን እምበኣርከስ ሸቴ ኣንኩደይ ሲክሶን ስማርትፎን ማለት ቀፃሊ ናብ ሞባይልና ኣብ ዝተወሰነ ግዜ ማለት እዩ ምርኣይ ሳሕቲ ደይኮነስ ቀፃሊ ስይቲ ሓሳብ ነታ ከጊልየ ትብል ኢና ሙሉእ ሓሳባት ክነጥዋ ደልና ቅድሚ ናብታ ትመፅእ ቮካብላሪ ምዃና ዠቴ ኣንኩደይ ዠቴ ብዚ ቅድሚት ዘሎን ኣንኩደይ ማለት ሓንቲ ኤክስፕሬሽን ወይ ድማ ብሂል ናይ ፍረንቻ እንታይ ማለት እዩ ዠት ኣንኩደይ እንድሕር ኢልካ እስኪ ጠሚትካ ወይ ርኢኸያ ተመለስቲ ዓይነቱ ማስ ግዜ ትብላ ዓረዮ ግን ከም ማለት እዩ እንድሕር ቀፂልና ናብታ ትመፅእ ዘላ ቮካብላሪ ቫክ ዴዛሚ ይብለና ኣሎ ኣዕሩኽትኻ ምርኣይ ቮር ዴዝ ኣሚ ቮር ዴ ፋሚ ላፋሚ ፓር ኤግዛምፕል ፋሚሊ ምርኣይ ቮር እቲ ቀንዲ ገዳሲ ንዓና ሕጂ እቲ ምርኣይ እዩ ምርኣይ ደዚያ ምን ክኸውን ይኽእል የዕሩኽትና ምርኣይ ፋሚልና ክኸውን ይኽእል ኤክሰተራ ማለት እዩ ቀፂልና ዝመፃና ቮካብላሪ ኣሽተ ደላ ንኺቶኽ መግቢ ምግዛእ ማለት እዩ መግብታት ምግዛእ እቲ ቀንዲ ንዓና ዘገድሰና ሕጂ ደላ ንክትዮ ክቲ መግቢ ደይኮነ መግቢ ኣብቲ ኣዱ ቮካብላሪ ኢና ነርና ኩሉ ዓይነት መግብታት ንዓና ዘገድሰና ዘሎ ግን ኣሽተ እቲ ምግዛእ ማለት እዩ ዝኾነ ነገር ክንገዝእ ንኽእል መግቢ ክንገዝእ ንኽእል ደላ ንክትዮኽ መኪና ክንገዝእ ንኽእል ኤክሰትራ ብዙሕ ነገር ክንገዝእ ንኽእል ኢና። ሕጂ እቲ ኣሽ- እቲ ቨርብ ኣሽተ ንጥቀሞ ኣለና እሱ ከኣኒ እስከ እንታይ ሓንሳብ ነዚ ቮካብላሪ ምስ ረኣኹሞ ኣብ ብዙሕ ክ- ኣብ ሓሙሽተን ክንዲ ስም ክተተግብርዎ ፈትኑ ማለት ኣነ ይገዝእ ንስኻ ትገዝእ ንስኺ ትገዝኢ ንሕና ንገዝእ ንሳቶም ይገዝኡ ኤክሰትራ ማለት እዩ ዣሸት ዳሸት ኢላሸት ኑዛሽቶም ቡዛሽተ ኢል ኤል ዛሸት ኤክሰትራ በዚ እስክ- እቲ ቮካብላሪ ካብ ምሒር ምፅሓፍ ምፅሓፍ ምፅሓፍ እዩ ዝመፅእ ክብሆም ኢና ክንሽምድዶ ንኽእል። ምስ ከምኡ እንደገና ምጽሓፍ ጥራይ ደይኮነ ዋላ እውን ብድምጺ ክነብሎ ንፈትን ክንለማመዶ ንፈትን ብክናውንሳሴን ክንገብሮ ንፈትን ቀጺልና እንታይ ኣለና ነትዋየ ነትዋየ ምጽራይ ማለት እዩ ገዛ ክነጽሪ ንኽእል ካልእ ካልእ ክነጽሪ ንኽእል ማለት እዩ ነትዋዬ እዚ እውን ከምኡ ልክዕ ከም ኣሽተ እዞም ቨርብ ኡኤ ክኢልና ንፅውዖም እቲ መወዳእታ ንሶም ሕጂ ንኣብነት ዠነትዋይ ትነትዋይ ኢልነትዋይ ኤክሰተራ ማለት እዩ የፅሪ ተፅሪ ተፅርላ ነፅር ኣለና ኤክሰተራ ብከምዚ ክትደጋግሞ ፈትኑ ምክንያቱ ኣብ መዓልታዊ ህይወትና ነተግብሮም ቃላት እዮም ንሶም ፕኮፕኽ ፅሩይ ማለት እዩ ላፕኮፕኽቴ ከዓኒ ፅሬት ሕጂ ፅሩይ እቲ ቨርቢ ንሱ ቃል እዩ ንጥቀመሉ ነገር እዩ ኣብ መዓልታዊ ህይወትና ፅሬት ግን ስም እዩ ሕጂ ንኣብነት ክተረዲእኩም ክኸውን ተስፋ ገብር ፅሩይ ሕጂ ፅሩይ ከማን ኣይኮነን ምፅራይ እያ ነይራ ብኮፕኽ ባይዘወይ ንሱ እዩ ዜሩ ዜሩ ፅሩይ እዩ ኣሎ ፅሬት ከ ኣሎ ፅሬት እቲ ስሚ ፅሩይ እዩ ከዓኒ ተዘዋዊሩስ ፍልልይ ኣለዎ ፍሬንች ባይዘወይ ብኮፕ ክንድሕር ዳ ኢልና ንገልፆ ኣለና ሓደ ነገር ላብ ብኮፕ ክተ ከዓኒ ንገልፅ ዘይኮና ዘለና መፀውዒ ናይቲ ፅሩይ ዝኾነ ከባቢ ማለት እዩ። ቮካብላሪ እዚ ይመስል ኣብ ነፍሲ ወከፍ እንታይ ኣይትረስዕዎ ክትጽሕፈፉ ክትሽምድድዎ ፈትኑ እቲ ሌተር እንደገና ነታ ቃል ምስ ምጽሓፍን ምርዳእን ጥራይ ዘይኮነ እቲ ድምፂ እውን ክተዳምፅዎ ፈትኑ በዚ እንዳምጠወቅኩም ማለት ስለዚያ ሰኸበየ ለኸበይ ኤክሰተራ እንዳጠወቅኩም ንኹሉ ክደጋግሞ ወደ ድሕሪ ክትስዕቡ ፈትኑ ኦኬ ኣብዚ ሰለስተ ማራፂ ኣለኩም እታ ካርት ኣለኩም ብመንፅር ካርት ኣብኣ ክሊክ ግበሩ ብመንፅር ካርት ክትማርዎ ትኽእሉ ኢኹም ኣብ ፖንድ ኣለኩም እታ ካርት ከምዚ ቸይዝ ክትበኩም እያ ምረፅ ማለት እዩ እኖ ኣዛምድ ክትበኩም እያ ኣብ ፖንድ ከዓኒ ሴሌክሽን ኣለኩም ንሱ ኣብቲ ፕረዘንተሽን ናይ ኪዝለት ዝገበርናዮ ከመይ ጌርና ከም ዝሰርሕ ንፍሲ ወከፍ ርኢና ኢና። ኣብ ብመንጽር ኣፕ ኮን ረእይዎ ክማሩ ፈትኑ ብመንጽር ኣሶሴ ኣሶሴ ከኣኒ ምረጽ እዩ ንኣዛምድ ኣሶሴ ካክት ምረጽ ሴሌክሽን ከኣኒ ኣብ ኮንት ከኣኒ ሴሌክሽን ትገብር ማለት እዩ ብዝተፈላለየ መልክዕ ነዞም ቫካብላሪ ነዞም ኣብ ዘለዎ ቫካብላሪን ብዝተፈላለየ መልክዕ ክንመሃሮም ንፈትን ሓንሳብ ተማሂርና ምስ ወዳእና ከዓ ቴስት ንግበር ተገደደ ካብ ክልተ ሰለስተ ንላዕሊ ጌጋ ክህልወና የብሉን እንተዘይኮይኑ ደጊምና ንመሃሮም ክሳብ ክልተ ሰለስተ ማክሲማም ጌጋ ንፍጽም ማለት እዩ ካብኡ ንታሕቲ እንተኾይኑ እምበኣር ደጊምና ንመሃሮም ኦኬ ናይ ሎማዓንቲ ቻፕተር ነዚ ይመስል ቴስት ኣብዚኣ ምስ ሓንሱ ምስ ኣተኹም ንኹሉ ጠርኒፋ ምፅኣ ቴስት ክትገብረልኩም እያ ክንደይ ቮካብላሪ ኣለና ሰላሳ ቮካብላሪ ኣለና ኣብዚ ከዓ እንተደሊኹም ንኢድ የማን እንዳኸድኩም ክትሪእዎም ትኽእሉ ኢኹም ሓደ ብሓደ ድሕሪ ንኣብነት ኣብዚ ምብርባር ትብለና ኣላ እንድሕር ዘኪርናያ ጽቡቅ ተዘይ ዘኪርናያ ግን ክሊክ ንገብር ሰከቨየ ገምጢላ ተምጻልና ማለት እዩ ነቲ ቮካብላሪ ኤክሰተራ ክሳብ መወዳእታ እንዳኸድኩም ኣብዚኣ ኣብ መበል ሳልሰይቲ ካብተን ሳላሳ ቮካብላሪ ኣለና ኦኬ ሎሚ እምበኣር ብዛዕባ ናይ ቮካብላሪ ኣዱ ኮይኑ ቻፕተር ሓደ ነጥቢ ሓደ እዩ ነይሩ ንሎሚ ብዚ ወድሓንኩም ባዕልኹም ቸክ ጌርኩም ቴስት እንዳገበርኩም ክሳብ ዝርዳእኩም ኣብሉ ሓንሳብ ንሱ ምስ ወዳእኩም ከዓኒ በቲ ናይ ኣንቪቴሽን መንፅር ናብ ቻብ ቻፕተር ሓደ ነጥቢ ክልተ ክንከይድና ማለት እዩ ኣብ ዝመፅእ ክላስ